መስትያት ቤትና ዕለት ሓደ ጥሪ 225 ርሑስ ሓድሽ ዓመት ይግበረልኩም ክቡራት ተኸታተልትና ንሎሚ ኣብታ ትማሊ ዝተፋነናያ ዓመት 224 ኣብ ዓለምና ዝተፈጸሙ ዓበይቲ ፍጻሜታት ምልስ ኢልና ክንሪኦም ኢና ኣብ ሓፈሻዊ ምርጫ ሩስያ ቭላድሚር ፑቲን 88 ሚእታዊት ድምፂ ብምርካብ መራሒ ሃገር ኮይኑ ክቕፅል ተመሪፁ ድሕሪ ሒደት መዓልታት ኣብ ከተማ ሞስኮ ሩስያ ኣብ ሓደ ሙዚቃዊ ምርኢት ዝዳለወሉ ቦታ ብዝተኻየደ ሽበራዊ መጥቃዕቲ 144 ሰባት ተቐቲሎም ካብ ሩስያ ከይወጻና ህቡብ ተቓዋሚ መንግስቲ ፑቲን ዝነበረ ኣሌክሴይ ነቫልኒ ኣብ ቤት ማእሰርቲ ሩስያ እንከሎ ህይወቱ ሓሊፉ። ንሱ ቅድሚ ምእሳሩ ፈለማ ናይ መርዚ ወይ ከሚካላዊ መጥቃዕቲ ተኻይድሉ ኣብ ጀርመን ከተማ በርሊን ተሓኪሙ ድሒኑ እኳ እንተነበረ ኣብ ሃገሩ ኮይኑ ተቓውሞኡ ክቕጽል ናብ ሩስያ ምስተመልሰ እዩ ተኣሲሩ። ኢራን ኣብ ታሪኽ ንፈለማ እዋን ብቐጥታ ኣብ ልዕሊ እስራኤል መጠነ ሰፊሕ ናይ ሮኬታትን ሰብ ኣልቦ ነፈርቲ ማለት ድሮናትን መጥቃዕቲ ፈንያ። ዶናልድ ትራምፕ ዝቐረብሉ ልዕሊ ኣርብዓ ዝኾኑ ክስታት ብቤት ፍርዲ ገበነኛ ተባሂሉ። በዚ ከኣ ቀዳማይ መራሒ ኣሜሪካ ነበር ብቤት ፍርዲ ዝተፈርደ ገበነኛ ክበሃል ክኢሉ። ዶናልድ ትራምፕ ኣብ ክልተ ሽሕን ዕስራን ኣርባዕተን ኣብ ናይ ምርጫ ጎስጓስ እንከሎ ብዝተተኮሰሉ ጥይት እዝኑ ተሃሪሙ ንስክላ ካብ ሞት ድሒኑ። ኣብታ ዓመት ትራምፕ እንደገና ፈተነ ቅትለት ተኻይድሉ ኮይኑ ግን ሽዑ'ውን ኣብ ነብሱ ሓደጋ ኣይበጽሐን። ትራምፕ ነዚ ኩሉ ሓሊፉ ኣብ መወዳእታ ኣብ ምርጫ ኣሜሪካ ንካማላ ሃሪስ ብገፊሕ ስዒሩ መበል ኣርባዓን ሸውዓተን መራሒ ኣሜሪካ ክኸውን ተመሪጹ'ሎ። ኣብ ፈረንሳ ከተማ ፓሪስ ኣዘራራቢ መኽፈቲ ዝነበሮ ናይ ኦሎምፒክ ፀወታ ተኻይዱ። መንገዲ ኣየር ኢትዮጵያ ናብ ኣስመራ ዘካይዶ ዝነበረ በረራ ደው ኣቢሉ መስመር ቴሌፎን ኤርትራን ኢትዮጵያን ተበቲኹ ህቡብ ገዲም ድምፃዊ ዑስማን ዓብደልርሒም ኣብ ሽወደን ዓሪፉ። ህቦብላዊ ንፋስ ሜልተን ንፍሎሪዳ ሓዊስካ ኣብ ደቡባዊ ክፋል ሕቡራት መንግስታት ኣሜሪካ ከቢድ ዕንወት ኣውሪዱ። ብዘይካዚ ኣብ ስጳኛ ብዝወረደ ሓያል ዝናብን ንሱ ብዘኸተሎ ሓደጋን ልዕሊ ክልተ ሚእቲ ሰባት ህይወቶም ስኢኖም። ነታንያሁ ዝርከቦም ናይ እስራኤልን ናይ ሓማስን ሰበስልጣናት ብኣህጉራዊ ቤት ፍርዲ ገበነኛታት ናይ ማእሰርቲ ብይን ተመሓላሊፉሎም። ኣብ ክልተ ሽሕን ዕስራን ኣርባዕተን ብዙሓት ዓበይቲ ፍጻሜታት ተኸሲቶም እኳ እንተኾኑ ኣብ መወዳእታ ወርሒ ታሕሳስ ግን ጻዕቂ ዘለዎም ገጀፍቲ ተርእዮታት ነይሮም። ኣብ ፈለማ ወርሒ ታሕሳስ ናይ ሓምሳን ሰለስተን ዓመታት ብሓደ ቤተሰብ ተሓዚኡ ዝነበረ ናይ ሶርያ ናይ ኣሳድ ምልካዊ መንግስቲ ፈሪሱ። ባሻር ኣልኣሳድ ናብ ሩስያ ሃዲሙ። ብዙሓት እሱራት ሓራ ወጺኦም። ብዙሕ ተሓቢኡ ዝነበረ ግፍዕታትን ምስጢራትን ከኣ ንግዳም ወጺኡ። መጋበርያ ምልካዊ ምሕደራ ዝነበሩ ገሊኦም ናብ ጎረባብቲ ክሃድሙ ገለ ከኣ ኣብ ውሽጢ ዓዲ ተረኺቦም ኣብ ጎደናታት ስጉምቲ ተወሲድዎም። ወርሒ ታሕሳስ ብዘገርም ኣገባብ ኣብ ልዕሊ ስቪል ኣቬሽን ከቢድ ዕንወት ዝወረደላ ዓመት እያ ነይራ። ካብ ጀርመን ዝተበገሰት ሓንቲ ናይ DHL ናይ ጽዕነት ነፋሪት ኣብ ሊታወንያ ወዲቓ። ቅድሚ ገለ መዓልታት ኣብ ቅንያት ሓድሽ ዓመት ዋንነታ ናይ መንገዲ ኣየር ኣዘርባጃን ዝኾነት ናይ ህዝቢ ነፋሪት ኣብ ካዛኪስታን ምስ በጽሐት ወዲቓ። ጠንቂ ምውዳቕ እዛ ነፋሪት ፈለማ ብሰንኪ ግመ ወይ ከኣ ዕስለ ኣዕዋፍ ናብ ሞተር እታ ነፋሪት ስለ ዝኣተዋ ዝብል ምኽንያት እኳ ይቐርብ እንተነበረ፣ ጸኒሑ ብዝተገብረ መርመራ ግን ክፍልታት እታ ነፋሪት ብመሳርሒ ብረት ከም ዝተሃርመ ዘመላኽት ኣሰራት ስለ ዝተረኽበ እቲ ጠንቂ ተሃሪማ ክትከውን ከም ትኽእል ተገሚቱ። ኣብ መወዳእታ ከኣ ብጸረ ነፈርቲ ሓይልታት ምክልኻል ሩስያ ብጌጋ ሓበሬታ ከም ዝተሃርመት ተረጋጊጹ። ሩስያ ነዚ ፍጻመ ሓላፍነት ወሲዳትሉ ይቕሬታ እውን ሓቲታትሉ። በዚ ሓደጋ እዚ ብህይወት ዝደሓኑ ገለ ዕስራን ትሽዓተን ዝኾኑ ሰባት እኳ እንተለዉ ካልኦት ልዕሊ ሰላሳ ዝኾኑ ግን ህይወቶም ንብላሽ ጠፊኡ። ኣብ ወርሒ ታሕሳስ ግን ነገራት በዚ ይብቅዑን ስቪል ኣቬሽን ዓለምና ርእይዎም ዘይፈልጥ ኣብ ሓጺር እዋን ተደጋጋሚ ሓደጋታት ክኽሰቱ ተራእዮም። መንገዲ ኣየር ጀጁ ካብ ታይላንድ ናብ ደቡብ ኮርያ ኣብ እተካይዶ ዝነበረት በረራ ምሉእ በረራኣ ብሰላም ድሕሪ ምዝዛማ ክትዓልብ እንከላ ብዘጋጠማ ኣሰቃቒ ሓደጋ ካብ ሚእትን ሰማንያን ሓደን ትንፋስ እቶም ሚእትን ሰብዓን ትሽዓተን ህይወቶም ስኢኖም። እታ ነፋሪት ክትዓልብ ከላ ብቕጽበት ስለ ዝነደደት ከኣ ቅልጡፍ ረድኤት ምሃብ እኹል ግዜ ኣይነበረን። ዓለም በዚ ምስንባዳ ከይኣኽላ ካልኦት ነፈርቲ ንኣብነት ከም ኤር ካናዳን KLMን ብተመሳሳሊ ሓደጋታት በጺሑወን ንውሕስነተን በረራታተን ከቋርጻ ተራእየን። ሓንቲ ዋንነታ ናይ ስዊዝ ኤር ዝኾነት ነፋሪት ኣብ በረራ እንከላ ቴክኒካዊ ጸገማት ስለ ዘጋጠማ ቅድሚ ሓደጋ ብሰላም ዓሊባ። ኮይኑ ግን ገለ ካብ ተሳፈርታን ካብ ሰራሕተኛታታን ኣብታ ነፋሪት እንከለዉ ስለ ዝሓመሙ ናብ ሆስፒታል ተወሲዶም። ሓንቲ ካብቶም ናይታ ነፋሪት ሰራሕተኛታት ከኣ ኣብ ሆስፒታል ከም ዝዓረፈት ተሓቢሩ። ኣብ መወዳእታ ወርሒ ታሕሳስ ንብዙሓት ሕቶ ዝኾነ ኣብ ዝተፈላለየ ክፋላት ዓለምና ዝተራእየ ግመ ዝመስል ሽታ ዘለዎ ሕማቕ ኩነታት ኣየር ነይሩ። ብዘይካዚ ኣብ ኣሜሪካ ከባቢ ኒው ጀርሲን ኒውዮርክን መንነቶም ኣይፍለጡን ዝተባህሉ ኣብ ሰማይ ዝበሩ ነገራት ብወርሑ ክዝንብዩ ተራእዮም ነይሮም። እቶም ገሊኦም ክንዲ ኣውቶቡሳት፣ ገሊኦም ንእስ ዝበሉ ድሮናት ካበይ ነቒሎም ናበይ ይኸዱ ኣፍልጦ የብልናን ክብሉ ሰበ ስልጣን ኣሜሪካ ይዛረቡ። እዚ ከኣ ኣዝዩ ኣሻቓሊ ኮይኑ ነይሩ። ድሮ ሓድሽ ዓመት ከምቲ ልሙድ ብፍላይ ኣብ ሃገራት ምዕራብ ዜጋታት ንላዕሊ ዝትኮስ ናይ ሓጎስ ተባራዒ ነገራት ገዚኦም ክትኩሱ ይረኣዩ። ይኹን እምበር ብዙሓት ዘይሕጋውያን ተተኮስቲ ገለ ዝተሰንዑ ገለ ዘይፍቑዳት ስለ ዝርከብዎም ብዙሓት ሓደጋታትን ዕንወታትን ከኸትሉ ይረኣዩ። ትማሊ ኣብ ጀርመን ሓድሽ ዓመት ንምቕባል ህዝቢ ኣብ ከከተምኡ ንሰማይ ኣብ ዝትኩሰሉ ዝነበረ እዋን ብዝተፈጥረ ሓደጋ ከባቢ ሓሙሽተ ሰባት ህይወቶም ሓሊፉ ኣሎ። እቶም ህይወቶም ስኢኖም ዘለዉ ግዳያት መብዛሕትኦም መንእሰያት ኮይኖም ሓደ ወዲ ሓምሳ ዓመት እውን ይርከቦም። እቶም መንእሰያት ሓላፍነታዊ ብዘይኮነ ኣገባብ ክትኩሱ ስለ ዝተራእዩ ኣብ ልዕሊ ገዛእ ነብሶም ሓደጋታት ከብጽሑ ክኢሎም። ኣብ ከተማ ለንደን ዓባይ ብሪጣንያ ትማሊ ህዝቢ ከምቲ ዝሓሰቦ ንክልተ ሽሕን ዕስራን ሓሙሽተን ክቕበል ኣይከኣለን። ኣብ ዓባይ ብሪጣንያ ትማሊ ሓያል ንፋስን ዝናብን ስለ ዝነበረ እቲ በዓል ድሙቕ ንኸይከውን ዕንቅፋት ፈጢሩ ነይሩ። ህዝቢ ግን ነታ ዘይትድገም መዓልቲ ብዝተኻእሎ መጠን ብሓጎስ ክቕበላ ላዕልን ታሕትን ይብል ነይሩ። ክቡራት ተኸታተልትና ህዝብና እውን ኣብ ውሽጢ ሃገር ንሓድሽ ዓመት ብድምቀት የብዕሎ ኣሎ። በዚ ምኽንያት ክልተ ሽሕን ዕስራን ኣርባዕተን መስትያት ቤትና ዓስራይ ዓመታ ዝጸምበለትሉ ዓመት እዩ ነይሩ። ንኹሎም ተኸታተልትና ከኣ ደጊምና ርሑስ ሓድሽ ዓመት ይግበረልኩም ንበል።
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።